ሰላም ሰላም ክቡራት ተኸታተልተይ ከመይ ውዒልኩም ሰላም ዲኹም ኣነ ሰላም እየ ኣምላክ ይመስገን ከመይ ኒኻትኩም ዳሕና ዲኹም እምበሃር ከስ ሎማዓንቲ ከምዚ ትሪእዎ ኣለኹም ኣብ ዕዳጋ ኩሓ ኢና ንርከብ ዕዳጋ ኩሓ ብስንኪ እቲ ኩነታት ወይ ከዓ ብስንኪ እቶም ሓደ ሓደ ለመሓላልፍዎ ከምዚ ባሎ ጦርነት ባሎ ከምዚ ባ ክጅመር ኢሉ ከምዚ ባ ክመፅእ ኢሉ እናበሉ ናይ ዋጋ ዕዳጋ ናህሪ እንደይ እንደይ ሃም ዝወሰኸ ክነግረኩም እየ ኩልኹም እስኪ ላይክ ገይርኩም እተው ቤተሰበይ ዝኾንኩም ዶ ሳብስክራይብ እናገበርኩም ቤተሰብ ሁኑ ማለት እዩ። ክቡራት ኣሕዋተይ ያው እዚ ከባቢ ያው ላተበተነ እዩ እቲ ሰብ ኣጋጣሚ ዝኾነ ሌባ ዝኾነ ካብ ዘንቢል ግዛዕ ሰሪኡ ክኸድ ዕግርግር እናተባሃለ ነይሩ ተቦቲኑ ተዳናጊፁ እቲ ሰብ ዳርጋ እቲ ሰብስ የለይ ተቦቲኑ እዩ ምባል ዝኣክል እዩ እቲ ዕዳጋ እምበይ ብጣዕሚ ብዙሕ ሰብ ነይሩ እና ኣብቲ ዕዳጋ እኽሊ ህንደይ እዩ ኢሉ ስንዳይ፣ ስገም፣ ብርሽን ካብኡ ደሞ ሽንጉርቲ፣ ኮሚደረ፣ ቃርያ፣ ቡና፣ ሽኮር ህንደይ ህንደይ ሃም ልወሰኸ ዘይቲ በተለይ በተለይ ዘይቲ ህንደይ ነይሩ ህንደይ ሃም ልወሰኸ ብደንብ ገይረ ክነግረኩም እየ እስኪ ላይክ ጎሩ ብመጀመርያ በበይን ጅምር መሲልኩም እኽሊ ጥራይ ማለት እዩ ጥራይ እኽሊ ስንዳይ ታኒካ እዩ ዓድና ሸንበር ገለ ይኾነ ከምዝና ሓደ ሓደ ዓዲ ሸንበር ሚዛን ገለ እዩ ኪሎ እዮም ዝሸጡ ልልቢ ዓድና ከባቢ ከዓ ብታኒካ እዩ ዝሽወጥና ልታኒካ ሓምሳይ ሓሙሽተ ፅሩይ ስንዳይ ሓምሳይ ሓሙሽተ ማለት እዩ ቀውዑ መሲልስ ምንም ይቐንሰይ ክረምቲ ከምኡ ሓጋይ ከምኡ ቀውዒ እውን ኣምዕያን እያ ሓምሳ ነይሩ ሓምሳ ሓሙሽተ እንዲያ ምሴ ሓሙሽተ ቅርሺ ወሲኾ ማለት እዩ እና ኣብዚ ግን ቶም ነገዴ ሃንደይ ናይ ሃምልፅ ግድግድ ኣለዎ ህንደይ ናይ ለኣክል እቲ ጥራይ በቃ ጥረ ምረ ካብ ገጠር ልመፀ በቃ ይጉፍጥዎ ኣለዎ ብቅናሽ ማለት ካብኡ ግን ኣብቲ ዝኾነ ሕማቕ ነገር ኩነታት ተፈጢሩ ዕጽፊ ዕጽፊ ዕጽፊ ወሲኾም ኣብ መኻዚኖኦም ኣሺጎም ዕጽፊ ዕጽፊ ወሲኾም ተመሊሶም ልቲ ገባር ልቲ ሓረስታይ ተመሊሶም ልሸጥሉ ቶም ነገዴ ግን ብስምኣም ምትሕልላል ባህል የብሎም እንደየናይ ሕሰም ሃምልሎም ክነግረኩም ኣይክእል ብቅናሽ ገዚኦም ብጣዕሚ ብክባር ብክባር ብዕፅፊ ዕፅፊ እዮም ዝሸጥዎ እና ተጋሩ ዓይነ ነገዴታት ኣለኹም በጃኹም ባ እቲ ህዝቢ ትፋትሕዎ ኣብቲ ክባይ ዕፅዋይ ትኾን ተሎ ዝኾነ ሕማቕ ኩነታት ትፈጥር ተሎ እንዲያምሲ ካብ ምውሳኽ ቀኒስኩም ኢኹም ክትሸጡልና ወይ ክትሸጡሎም ዝግበአኩም ነገዴ ማለት እዩ ንኣብነት ስንዳ መነው ዘይቲ ብቐደማይ ሽሒ ሽዱሽተ ነይሩ ሓሙሽተ ሌትሮ ሽሒ ሽዱሽተ ብሰኒ ማለት እዩ ካብ ሰኒ ክሳብ ሓሙስ ግን ንሓሙሽተ ሌትሮ ሽሒ ሸሞንተ ክልተ ሚእቲ ወሲኹ ማለት እዩ ብሰለስተ መዓልቲ ብኣርባዕተ መዓልቲ በቃ ከምዚ ያለ እዩ ከምዚ ከዚ ኢና ኣራጊፍና ይላሉ ከምዚ ሕማቅ ኩነታት ያለ እዩ ጦርነት ያለ እዩ ናበሉ ሲ ት በቃ ደስ ይብሎማ እንዴ ኣነስ ሃመይ ዓይነት እዮም ቶም ሰባትሲ በቃ ቶም ነገድያስ እንዴ ናይ ሶስት ሰዓት ምዃኖም እንዴ ኣነስ ልዕል ዝበሉ ካብ ትግራይ ኔ ጉድ እና እርሰ በርስኻ ምትሕልላይ ዘይኮነስ ዕግርግርያ እኒኣ ከምዚያ ተደውዲቡ ብዘይ ከባብያ ተዋቒዖም ተቓቲሎም ጦርነት እኒኦ ተተባሂሉስ እቶም ነጌድያስ ይሕጎሱ እንዳለ እቲ መኻዚኖኦም እቲ ድኳኖም ብቅናሽ ለምጸዎስ ዕጽፊ ገሮም ነቲ ህዝበ ስቅ የብልዎ ዘይቲ ብቅናሽ ለርግፍዎ ከዚ ብቅድመ ከዚ ሽሕ ሸሞንተ ል ሓሙሽተ ሌትሮ ማለት እዩ ከዚ ኢና ኣምጺናዮ ይብሉ ከኣ ፈሊጡ ሽንጉርቲ ብጣዕሚ እዩ ልኣቲ ለሽንጉርቲ ከዚ ካብ መስኖታት ብብከባቢኡ ብዙሕ መስኖታት ኣለዩ ካብ መስኖታት ይመጽእ እሞ ሽንጉርቲ ኢሉ ኪሎስ እንደ ትሰምዖ ኣለኻ እንደ ትኾነ ኣይኸን ካብ ቤተሰብኽን ካብ ኣሕዋትኽን ሽንጉርቲ ክንድዚ ንኤሉ ኪሎ ኮሚደረ ክንድዚ ንኤሉ ኪሎ ትበሃል ተሎ ድንች ክንድዚ ንኤሉ ኪሎ ትበሃል ተሎ ትሰምዖ ኣለኻ እንትኾነ ይኹን ግን ካብ መዓልቲ መዓልቲ ይቀያየሩ ኢሉ መዓንቲ ሓሙስ ግን ከዚ ድንች ብቐድሚ ሓምሳ ቀኒ ነይሩ እቲ ሰሙን ቀፀሊ ሓለፊ ሰሙን ማለት እዩ ሎሚ ዓንቲ ድንች ንኪሎ ሰብዓ ታኣዩ ኮይኑ በቃ ታኣዩ ትሰብ ድንችሲ ተኾስኺሱ ተሓሪሱ ካብ ሓረስታይ ካብ እንትን እዩ ዝኣቱ ካብኡ ዘን ነገድ ዘን ሸቀጥማ ብኸባሪና ገዚኡና እየላላ እቲ ህዝቢ ስንኪ ነገዴስ ይጠምሎ እና ዋ ስሮ እንደ ትግራዋይ ማለት ኣብ ክባይ ዕፅዋይ ሕማቅ ጊዜስ ለይንራባረ በተለይ በተለይ ነገዴ ብጣዕሚ እዩ ልሕጎስ ሕማቅ ነገር ክፍጠር ሕማቅ ኩነታት ክፍጠር ደስታ እዩ በቃ ደስተኛ እዩ ደስ ይብሎ ከምዚ ተፈጢሩስ ሒዞምዎ ልነበሩስ ዕፅፊ ዕፅፊ እናገበሩ ስለልሸጡ ብጣዕሚ እዩ ደስ ዝብሎም ካብ ዝገርመኩም እናሲ ኮሚደረ ከከም ኮሚደረኡ ከከም ሽንጉርቲ እዩ መለት ሕማቕ ኣሎ ፅቡቅ ኣሎ መሪፅካ እዩ ናመረፅካ ግርምቢጥካ ሽንጉርቲ ኮሚደረ እዩ ካቢርኒ ኣለና ኪሎ ሚእቲ ሚእቲ ኣሎ ቲስዓ ኣሎ ዋእ እንደ ናበይ እዩ ነቒሉ እቲ ህዝቢ ግን ሚእቲ ክብላካ ተለዋስ ትድንግፅ ኪሎ ሚእቲ ኣምፂእካያስ በተለይ ፍሩይ ተኮይነስ ወይ ክልተ መዓልቲ እያ ወይ ሓንቲ መዓልቲ እያ ምንም የብላይ ሽንጉርቲ ከምኡ በቃ ከከም ሽንጉርቲ እዩ ጥዑይ ኣሎ እንትን ኣሎ ማለት ደቀቕትን እዮ ንኪሎ ኣርብዓ ሓምሳ ጥዑይ ዝተባሃለ ሰብዓ ሰማንያ ብጣዕሚ እዮ ተወንጭፉን እዮ ኑረና እግዚኣብሔር ኣምላኽ እስኪ ሰላም ይግበረልና እምበይ ሕማቕ ኩነታት ጦርነት ተፈጢሩስ ልቶም ነገዴስ ኣደደኦም ይልኾን ኣሎ እንዲ ልተሓዋወሩ ሕማቕ ግዜ መፂና ኢልካ እንድምትሕበር ኣደዳ ነገዲ ኢልኩም ነቲ ህዝቢ ይበልናኩም ብጣዕሚ እዩ ልሕዝን በቃ ዝኾነ ኣብ ገዛኻ ተኾይኑ ከይሕሽም ቤ ከምዚ ኩሓ ተወሪድካ መቐለ ተወሪድካ ብልኾነ ስራሕ ብልኾነ ዕዳጋ ዕፅፊ ዕፅፊ ላቲ ወንጨፈ ይሓድር እንታይ እታ ኮይኑ ገለ ከምዚ እኒኦ ከምዚ እኒኦ ስለ ናይ ባንኪ ከዓ ክነግረኩም ባንኪ ዕፀውፀው እያ እኒኣ ቡክ ከውፅእ ከይደ ኣጋጣሚ ምንም ገንዘብ የለ ገለ የለ ቀሚሕሚሕ ይብሉ ህዝቢ ለበለ ታራ ማለት እዩ ታራ ኮፍ ኢሉ መሊኡስ ኣውኪሓ ኣብ ኩለን ባንክታት ታራ ኮፍ ኢሉ መሊኡ ከካ ዓሰርተ ሽሕ ቀኒ እንዲዮ ከዚ ግን ጠቕላላ ተወዲኡ ጠቕላላ ማለት እዩ ልዚ እዩ ኣብ ባንኪ ገንዝኹም ኣይተቕምጦ ልቲ መንግስቲ መሳርሒ ኮን ልቲ ህዝቢ መከፋፈል ይኹን እምበይ ኣብ ቦታኹም ይሓሸኩም ትነርኹ ደግሞ ብምክንያት እዩ ክብራት ኣሕዋተይ ባንኪ በቃ ምንም ኮፍ ኢልስ እቲ መንግስቲ እዩ ንንቀሳቐሰሉ እምበይ ኣብ ባንኪ ብዙሕ ገንዘብ ተቕምጣ ኣሕዋተይ የለኽን እዩ በቃ ልሰ መሳርሒ ልህዚ መሳርሒ ልመንግስቲ መሳርሒ ያልሆንሎ ዛጊድ አቦታ ተትኾነልኸን ቢያንስ ከሲርካ ትሸጦ እዩ ቦታ ማለት ዋላ ሓምሳ ሽሕ ከሲርካ እምቢ ከሲርካ ልሽወጥ ቦታ ኣነ ኣይረእኹ ኢለ ኣይሰማዕኹ ኢለ ስለዚ ኣብዚ ኸዚ ሰዓት ናይ ባንክታት ገንዘብ ሕፅረት ኣሎ ምንም የለይ ባንክታት ገንዘብ የለይ ብር የለይ ተባሂሉ ኮፍ ኢሉ እኒኦ ሰብ ኑሮ ብጣዕሚ ተወንጭፉ ሕሰቦማ እንግዲህ ባንክታት ተዓፅዩ ኑሮ ከዊሩ ብምንታይ ደኣ እንቀሳቐስ ሰብ እኽሊ ሸይጠን ክሽቅጣ ተኮይነን ኣዴታትና ኣሕዋትና ሲ እተን እኽሊ ዝገዝኣን ሲ እቲ ገንዘብስ ካበይ ከምፅኦ ካብ ባንክ ተዘይምፅኤን ካብቲ ካብቲ ስርሐን ተዘይምፅኤን ሲ ካበይ ካበይ በቃ ክበይ ኣጽዋይ እዩ ኮይኑ ነቲ ሰብ በቃ እቲ ጽርግያ ንባዕሉ ጨኒቕዎ እዚ ከዊሩ ዋ እዚ ከዓ ወሲኹ ዋ እዚ ከዓ ከምዚ ኮይኑ በቃ ጨነቕ ነቲ ሰብ ኣብቲ መኪና ከውግዕ እትሪኦ ተለኻ ኣብቲ መንገዲ ኣብቲ ዕዳጋ በቃ ዘይጨናነቕ ሰብ የለ ክሕዝነካ ማርያም እና ግን እግዚኣብሔር ኣምላኽ ፈልጥ ልምሸት ንዕለት ጉርሳ ሌብና ይሕድረና እሞ ግን ምትሕባር ይሃልየና በሃሊት እየ በቃ ኣብ ሕማቕ ግዜስ እቶም ነገድ እሳቶም ፀግዮም እቲ ህዝቢ ጠምዮም ክሓድሩስ ልገብርሎ ይልሕዝነካ እምበይ በቃ ተሓባቢርካ ጠሚኻ ትሓልፋ ወይ ተሓቢርካ ፀጊኻ ትሓልፋ ከይትኾነስ ትነገደ ትርፋማ ኮይኑ ፀጊቡ ሃፍቲሙ ክሓልፎ እቲ ህዝቢ ብዙ ባንክ ተዓፅዎ ብዙ ኑሮ ሃዊርዎ ብዙ እናተጨናነቐ ክነብር ከምዚ ይሰይኹን ንዳጋገፍ ሌሞ ወፃኢ ሕሽምበይ ተወፂእኻ እንደ ጉዲኻ ትረአ ኣብቲ ዕዳጋታት ብስማ እና ክቡራት ኣሕዋተይ ናይ ሎምዓንቲ ቪድዮ እዚ ይመስል እዛ ትርእይዋ ኣለኹም ከተማ ከዓ ከተማ ኩሓ ሰብዓ እንደርታ ማለት እዩ። ኩሓ ትፈልጥዋ ብስማ ኣብ ኩሓ እዩ ግን በቃ እቲ መንእሰይ ይጭነቕ ኣሎ ከምዚያ ክፍጠር እዩ ዋላ እተን ዓበይቲ ንሽቲ ዋላ ከምዚያ ኣሎ እዩ ከምዚያ ይፍጠር ኣሎ እዩ ገለና ዋላ ትብል ትውግዓት ኣለዋ በቃ ብጣዕሚ የሕዝነካ ውይ መድሃኒ ዓለም ካብ ዝሓለፈ ባምሓረና ገለ ዘናብሽ ትንሽ ተፍትሒ ታክሲ ገለ ካብ ልሓለፈ ብሓድርኻ መሃረና መሓረና ብልሓለፉ መንእሰይ ልትወድኡ ይኣኽለና ብለናል። በቃ ደስተኛ ልኾነ ሰብ የለ ታእዮ ከምዚ ትብሉ ብተለጅን ፍርቂ ሕዳር ከምዚ ትብሉ ተሓሳስ ከምዚ ትብሉ ምናምን ላለት ሰብ ኣብ ጭንቂ ይርከብ እናኩም ኣጋጣሚ ግን ኣብ ባንክ ለለክን ገንዘብ ክዕፀ እዩ ስለልበሃሎ ንእሽተ ንእሽተ ተውፅእ ልኸን መቸም ኣብኡ ጥቕመጥ ኮይኑ ኖርማል እዩ ብኣካውንት ኮይኑ ተኮይኑ ክፀንሐ ልኸን እዩ ብቤተሰብ ክንገለት ኮይኑ ግን ሓደ ዓሰርተ ዒስራ ምውፃእ ፅቡቅ እዩ ምናልባች ከፀዩ ምናምን እና ክቡራት ኣሕዋተይ ብጣዕሚ እዩ ከቢድን እዮ እና ክቡራት ኣሕዋተይ ብጣዕሚ እዩ ልሕዝን ሃሞ እዩ እናሲ እግዚኣብሔር ኣምላኽ ምሕረት ይልኣኸልና እምበ ብጣዕሚ መፍርሕን እዩ እዚ ከተማ እኮ ኣብዚ መካፋፈሊ ጨኒቕዎ ሰብ ከዓ ሰብቲ መካፋፈሊ ከምዚ ይሽቅጥ የብል በቃ ኣብኡ ተቐነሰ እናበለ ትሪኡ ኣለኹም መካፋፈሊ ኢና ንርከብ ኣቤትውይ ኣነ ብበዝሒ ኣብ መከፋፈሊ እየ ዝሽቅጥ ዋላ እቲ ናይ ኣሊና ናይ ሎማዓንቲ ድዩ እዚ ይመስል የቀንየለይ ባይ ባይ።